ሰላም ጥዕና ይሃበለይ ከመይ ትጸንሑ ዝኸበርኩም ተኸታተልቲ ሃበ ሚድያ ካበ ዝኾነ ይኹን ጽዕንቶ ነጻ ብምዃን እሙናትን ትኩሳትን ሓበሬታታት ከቕርበልኩም ዝተዳለወ ሃበ ሚድያ ክትከታተሉ እናዓደምኩ እነቕርበልኩም ምድላዋት ብትኩሱ ንኽበጽሑኹም ንቻነልና ሰብስክራይብ ብምግባር ናይ ደወል ምልክት ክትነኹን ላይክን ሼርን ብምግባር ድማ ምድላዋትና ናብ ካልኦት ንኽባጽሑ ክትገብሩ ንላቦ። ንሎሚ ሶሉስ ዕስራን ሸውዓተን ታሕሳስ ክልተ ሽሕን ዕስራን ክልተን ናብ ዘዳለናዮም ዜናታት ከስግረኩም፣ ፈለማ ኣርእስተ ዜና ከስምዐኩም። ሰራዊት ትግራይ ከበድቲ ኣፅዋራቱ ንሰራዊት ኢትዮጵያ ካብ ዝቕፅል ሓሙስ ጀሚሩ ምርካብ ከምዝጅምር ኣምባሳደር ሬድዋን ሑሴን ተዛሪቦም። መንገዲ ኣየር ኢትዮጵያ ናብ ከተማ መቐለ ፅባሕ በረራ ከም ዝጅምር ኣፍሊጡ። ባንኪ ንግዲ ኢትዮጵያ ካብ ዝቕፅል ሰሙን ጀሚሩ ኣብ ከተማ መቐለ ግልጋሎት ምሃብ ከም ዝጅምር ተፈሊጡ ዝብሉን ካልኦት ዜናታትን ኣለውና። ክሳብ መወዳእታ ምድላዋትና ክትከታተሉና ብኽብሪ ይዕድም። ሕዚ ናብ ዝርዝሮም ከስግረኩም። ሰራዊት ትግራይ ከበድቲ ኣፅዋራቱ ካበ ዝቕፅል ሓሙስ 20 ታሕሳስ 2015 ዓ.ም ጀሚሩ ንሰራዊት ኢትዮጵያ ከም ዘረክብ ኣምባሳደር ሬድዋን ሑሴን ኣፍሊጡ። ኣምባሳደር ሬድዋን ሑሴን ብዛዕባ ናብ ከተማ መቐለ ዘካየድዎ ጉዕዞን ዝተበፅሐ ምርድዳእን ንኣብይ ኣሕመድ ሪፖርት ከምዘቕረበን በዚ ድማ ኣብይ ኩሎም ዓይነታት መሰረታዊ ግልጋሎታት ብህፁፅ ክጅምር መምርሒ ከምዘውረደ ኣብ ትዊተር ገፁ ኣብ ዘስፈሮ ፅሑፍ ገሊፁ። ብተወሳኺ እውን ሰራዊት ትግራይ ከበድቲ ኣፅዋራቱ ንሰራዊት ኢትዮጵያ ካብ ዝቕፅል ሓሙስ ዕስራ ታሕሳስ ክልተ ሽሕን ዓሰርተ ሓሙሽተን ዓመተ ምህረት ጀሚሩ ከምዘረክብ ኣምባሳደር ሬድዋን ግልፂ ገይሩ። እቲ ንዝቕጽል ሓሙስ ተሓሲቡ ዘሎ ምርካብ ከበድቲ ብረታት በቲ ኣብ ናይሮቢ ዝተበጽሐ ስምምዕነት ሰላም መሰረት ዝካየድ ዘሎ ከም ዝኾነ ዝተሓበረ ኮይኑ ብዛዕባ ምውጻእ ሰራዊት ኤርትራ ግን ኣምባሳደር ሬድዋን ሑሴን ኣይተዛረቡን። ኣምባሳደር ወንድሙ ኣሳምነው ትማሊ ሶኒ ንቢቢሲ ትግርኛ ኣብ ዝሃቦ መብርሂ ንሕና እቲ ከበድቲ ኣጽዋር ኣዳሊናዮ ኢና ዘለና፣ ሰራዊት ኤርትራን ሓይልታት ኣምሓራን ምውጻእ ምስ ጀመሩ ናብቲ ዝተዳለወሉ ቦታ ክነቐምጦ ኢና ክብሉ ተዛሪቦም። ብዛዕባ ምውፃእ ሰራዊት ኤርትራ ካብ መሬት ትግራይ ዝተዳናጉየሉ ምኽንያት ሰብ መዚ ፌደራል እዮም ዝፈልጡ ዝበሉ ኣምባሳደር ወንድሙ፣ ሰራዊት ኤርትራ ሓንቲ ለይቲ ብዝሓደረ ቁፅሪ ብዙሕ ጥፍኣት እዩ ዘብፅሕ ዘሎ። ስለዚ ብቕልጡፍ ካብ መሬት ትግራይ ክወፅእ ንሰበ ስልጣን ፌደራል ከምዘፍለጡ እውን ሓቢሮም። ሰራዊት ኤርትራን ተስፋሕፋሕቲ ሓይልታት ኣምሓራን ኣብ መሬት ትግራይ ግፍዕታቶም ኣብ ዝቐፀልሉ እዋን ሰራዊት ትግራይ ዕጥቁ ከረክብ እዩ ዝብል ሓበሬታ ዘተኣማምን ከምዘይኮነ ተንተንቲ ፖለቲካ ሓሳቦም ይገልጹ ኣለዉ። መንገዲ ኣየር ኢትዮጵያ ጽባሕ ረቡዕ 28 ታሕሳስ 2022 ናብ ከተማ መቐለ ስሩዕ በረራ ከም ዝጅምር ኣፍሊጡ። ፈፃሚ ስራሕ መንገዲ ኣየር ኢትዮጵያ ኣይተ መስፍን ጣሰው ምስ ጉጅለ ልኡኽ መንግስቲ ፌዴራል ናብ ከተማ መቐለ ኣብ ዝኣተውሉ እዋን ካብ ተወከልቲ ማሕበረሰብን መራሕቲ ሃይማኖትን ሰብ መዚ ክልል ትግራይን ብዛዕባ ምጅማር ግልጋሎት መንገዲ ኣየር ኣመልኪቱ ዝቐረበሎም ሕቶ መብርሂ ኣብ ዝሃቡሉ እዋን እቲ ግልጋሎት ንምጅማር ዝዕንቅፍ ነገር የለን፣ ኣብ ቀረባ መዓልታት ንምጅማር ተዳሊና ኣለና ክብሉ ተዛሪቦም እዮም። እቶም ፈፃሚ ስራሕ ሎማዕንቲ ኣብ ዝሃብዎ ሓበሬታ፣ እቲ መንገዲ ኣየር ካብ ፅባሕ ረቡዕ ዕስራን ሸሞንተን ታሕሳስ ክልተ ሽሕን ዕስራን ክልተን ጀሚሩ ናብ ከተማ መቐለ ስሩዕ በረራ ከምዝጅምር ኣፍሊጦም። እቲ ንልዕሊ ሓደ ዓመት ተቋሪፁ ዝፀንሐ በረራ ኣዲስ ኣበባ መቐለ ፅባሕ ከምዝጅምር ንኽቡራት ዓማዊል ይገልፅ ዝበለ መንገዲ ኣየር ኢትዮጵያ፣ ዛጊድ መሸጣ ትኬት ንዓማዊል ከምዝጀመረ እውን ኣፍሊጡ። እቲ ናብ ከተማ መቐለ ዝግበር በረራ ኣብ ዋና ቤት ዕዮ መንገዲ ኣየር ኢትዮጵያ ዝርከቡ ሰራሕተኛታት ብምውፋር ነቲ ስራሕ ከምዝጅምርዎን ብቐፃልነት ድማ ኣብ መቐለ ዝሰርሑ ዝነበሩ ሰራሕተኛታት እቲ ትካል ብምትእኽኻብ ስርሖም ኣጠናኺሮም ከምዝሰርሑ ኣይተ መስፍን ተዛሪቦም። እቲ ዝተበፅሐ ስምምዕነት ሰላም ስዒቡ ሰራሕተኛታት ኣቪዬሽን ናብ ከተማ መቐለ ብምኻድ መንገዲ ኣየር መቐለ ንበረራ ምቹው ምዃኑ ኣረጋጊፆም ከምዘለዉ እቶም ፈፃሚ ስራሕ ኣረዲኦም። ጉጅለ ልኡኽ መንግስቲ ፌደራል ትማሊ ሶኑይ ዕስራን ሽዱሽተን ታሕሳስ ናብ ከተማ መቐለ ዘካየዶ በረራ ድሕሪ ክልተ ዓመት ፈላማይ ስቪላዊ በረራ ጉዕዞ ከምዝነበረ ተሓቢሩ። ኣብ ከተማ መቐለ ግልጋሎት ባንኪ ኣብ ዝቕፅል ሰሙን ከምዝጅምር ተገሊፁ። ናብ ከተማ መቐለ ዝተጓዓዘ ጉጅለ ልኡኽ ፌዴራል ምስ ተወከልቲ ማሕበረሰብ ኣብ ዘካየዶ ዘተ ኣብቲ ክልል ዘሎ ፀገም ግልጋሎት ባንኪ ንምፍታሕ ኣብ ዝቕፅል ሰሙን ግልጋሎት ምሃብ ከምዝጅምር ፕሬዚደንት ባንኪ ንግዲ ኢትዮጵያ ኣይተ ኣቤ ሳኖ ተዛሪቦም። እቲ ባንኪ ዓሰርተ ሸሞንተ ሰብ ሙያ ናብ ከተማ መቐለ ብምልኣኽ ስራሕቲ ፅገናን ሲስተምን ኦዲትን ካልኦት ስራሕቲ ተዛዚሙ ኣብ ዝቕፅል ሰሙን ስርሑ ከምዝጅምር ድማ ተገሊፁ። ኣብ ትግራይ ዝርከብ ሕብረተሰብ ሰኣን ግልጋሎት ባንኪ ዝኸፍአ ፀገም በፂሕዎ እዩ ዝበሉ ኣይተ ኣቤ፣ ሰብ ሙያ እቲ ባንኪ ኣብ ከተማ መቐለ ክቕንዩ ብምግባር ሰፈሕቲ ስራሕቲ ክውግኑን ግልጋሎት ምሃብ ክጅምር እዩ ድማ ኢሎም ኣለው። ጉዳይ ግልጋሎት ስልኪ ብዝምልከት ድማ ስራሕ መካየዲት ኢትዮ ቴሌኮም ፍረህይወት ታምሩ ኣብ ዝሃቦ መብርሂ፣ ብሰንኪ ኲናት ዝተሃሰዩ ፋይበራት ፅገና ይግበር ኣሎ እዩ፣ ኣብ ቀረባ እዋን ተወዲኡ ድማ ግልጋሎት ከምዝጅምር ኣረጋጊፀን። ኣብቲ ናብ ከተማ መቐለ ዘቕነዐ ጉጅለ ልኡኽ መንግስቲ ፌዴራል፣ ሓለፍቲ መንገዲ ኣየር፣ ኢትዮ ቴሌኮም፣ ሓይሊ መብራህቲ፣ ዝተፈላለያ ባንክታት፣ ካልኦት ኣርብዓ ዝኾኑ ዓበይቲ ሰበ ስልጣን ፌዴራል ኣብያተ ዕዮ ተረኺቦም ምስ ተወከልቲ ማሕበረሰብ ብዕምቆት ዘትዮም እዮም። ድሕሪ ስምምዕነት ሰላም ፕሪቶርያ ኣብ ምጅማር መሰረታዊ ግልጋሎታት ወረርቲ ሓይልታት ሒዞምወን ኣብ ዘለዉ ከባብታት ትግራይ ዝተጀመሩ ጅማሮታት ከምዘለዉን እዚ ድማ ተጠናኺሩ ከምዝቕፅል እቶም ሓለፍቲ ኣረጋጊፆም። ምስ ሰብኣዊ ሓገዛት ብዝምልከት ብዝሓሸ መጠን ይኣቱ ኣሎ፣ ብፍላይ ድማ ኣብ ሰሜን ምዕራብ፣ ዓድዋ፣ ዓዲግራትን ይኣቱ ከምዘሎን መድሓኒት ግን ዓብዪ ፀገም ከምዘሎ ኣምባሳደር ወንድሙ ኣሳምነው ምስ ቢቢሲ ትግርኛ ኣብ ዘካየድዎ ቃለ መሕትት ኣብሪሆም። እቲ ጽባሕ ናብ ከተማ መቐለ ክጅምር እዩ ዝተባህለ በረራ መሸጣ ትኬቱ ኣብ ሓደ ሰዓት ውሽጢ ከምዝተወደአ መንገዲ ኣየር ኢትዮጵያ ኣፍሊጡ። ናብ ከተማ መቐለ ዝግበር በረራ ቁፅሪ ተጓዓዝቲ ስለዘይፍለጥ መዓልታዊ ሓደ በረራ ጥራሕ ከምዘዳለወን እቲ መንገዲ ኣየር ሎሚ ሰሉስ ዓሰርተ ሸሞንተ ታሕሳስ ክልተ ሽሕን ዓሰርተ ሓሙሽተን ዓመተ ምህረት ብጊሓቱ ዝጀመረ መሸጣ ትኬት ኣብ ውሽጢ ሓደ ሰዓት ከምዝተወደኣ ማእኸል ግልጋሎት ዓማዊል እቲ መንገዲ ኣየር ኣፍሊጡ። ድሒሩ ኣብ ዝወጸ ሓበሬታ ድማ ናብ መቐለ ጉዕዞ ዝገብሩ ዓማዊል ቁጽሮም ብዙሓት ስለዝኾኑ ክሳብ ዝቕጽል ሰሙን እውን ትኬት ሸይጡ ከምዝወደኣ እቲ መንገዲ ኣየር ኣፍሊጡ። ቅድሚ ኲናት ትግራይ ናብ ከተማ ሽረን ኣኽሱምን በረራ የካይድ ዝነበረ መንገዲ ኣየር ኢትዮጵያ ድሕሪ ኲናት ድማ ናብ ከተማ ሽረ ኣብ ዝቕጽል ሰሙን በረራ ከም ዝገብር እቲ መንገዲ ኣየር ኣፍሊጡ። ናብ ከተማ ኣኽሱም ዝግበር ዝነበረ በረራ ድማ ብሰንኪ እቲ ኲናት እቲ መዕርፎ ነፈርቲ ብምዕናዉ ጽገናታት ይካየደሉ ከም ዘሎን ኣብ ዝሓጸረ ግዘ ድማ ጽገና ብምግባር ስራሕ ንምጅማር ምንቅስቓስ ከም ዘሎ ንምፍላጥ ተኻኢሉ። ባንኪ ንግዲ ኢትዮጵያ ኣብ ከተማ ዓድዋ ግልጋሎት ከም ዝጀመረ ሚድያታት ብልጽግና ኣፍሊጠን። እቲ ባንኪ ኣብ ደቡብ ኣፍሪካ ፕሪቶርያ ዝተገበረ ናይ ሰላም ስምምዕነት ስዒቡ ኣብ ሽረ፣ ኣላማጣን ኮረምን ዳግማይ ግልጋሎት ባንኪ ከምዝተጀመረ ዘዘኻኸራ ሚድያታት ብልፅግና፣ ሎሚ ድማ ኣብ ከተማ ዓድዋ እቲ ግልጋሎት ከምዝተጀመረ ሓቢረን። ኣብ መቐለን ካልኦት ከባብታትን ድማ ኣብ ቀረባ መዓልቲ ከምዝጅምር ይግለፅ ኣሎ። ኣብ ዝሓለፈ ሰሙን ኣብ ከተማ ሽረ እንዳስላሰ ተጀሚሩ ዝተብሃለ ግልጋሎት ባንኪ ንግዲ ኢትዮጵያ ነበርቲ እቲ ከተማ ናብተን ጨናፍር ኣብ ዝኸድሉ እዋን ገንዘብ የለን ተባሂሎም ከምዝተመለሱ ቢቢሲ ዘዘራረቦም ነበርቲ እቲ ከተማ ገሊጾም ምንባሮም ይዝከር። ነበርቲ ብታሕጓስ ምስ ከዱ፣ ጥረ ገንዘብ ስለ ዘየለ ክትግልገሉ ኣይትኽእሉን ምስ ተባህሉ ብሓዘን ይምለሱ ኣለዉ ክብሉ መሰኻኽር ዓይኒ ነበርቲ ከተማ ሽረ እንዳስላሰ ከም ዝገለጹ ቢቢሲ ጸብጺቡ ምንባሩ እውን ይዝከር። ሕዚ ኣብ ከተማ ዓድዋ ተጀሚሩ ዝተባህለ ግልጋሎት ባንኪ እውን ንሚድያ ረብሓን ንፕሮፖጋንዳን ከይኸውን ብዙሓት ተጋሩ ስግኣቶም እንዳገለጹ ይርከቡ። ዝኸበርኩም ተኸታተልቲ ሃበ ሚድያ ንሎሚ ናባኹም ዘበልናዮም ዜናታት እዚኣቶም ይመስሉ ነይሮም። ክሳብ መወዳእታ ምድላዋትና ስለ ዝተኸታተልኩምና ኣዚና ነመስግን። ሃበ ሚድያ ብሓባር እነዕብዮ ናታትኩም ሚድያ እዩ።